ሰላም ዝኸበርኩም ተኸታተልተይ ንሎሚ ድማ 24 ሰዓት ብኸመይ ብግቡእ ንጥቀመሉ ዝብል መደብ ሒዘልኩም መፅእ ኣለኹ ንዕቤት ንዛ ቻነል ሓጋዚ ስለ ዝኾነ ሳብስክራይብ ጌርና ንጀምር ኩላትና ፍጡራት ኣብ መዓልቲ ዕስራን ኣርባዕተን ሰዓታት ይወሃበና። እቲ ዘገርም ግን ገለ ሰባት ዕስራን ኣርባዕተን ሰዓታት ከመይ ገይሮም ይህብትሙ፣ ጥዕና ይረኽቡ፣ በላሕቲ ይኾኑ ይሰርሑ፣ ገለ ሰባት ከኣ ዕስራን ኣርባዕተን ሰዓታት ኣብ ቲክቶክ የሕልፍዎ። እቲ ኣገዳሲ ሕቶ ግን ንስኻ እንታይ ትገብር ኣለኻ ዩ። ግዜኻ ኣብ ነብስኻ ብምምዕባል ዶ ተሕልፎ ኣለኻ ዋላስ ካልእ ሰብ ሃብታም ብምግባር ንስኻ ከኣ ብዘይ ለውጢ ኣብታ ዘለኻያ ኮፍ ኢልካ ኣለኻ። መስራቲ ዓሊባባ ዝዀነ ቻይናዊ ጃክ ማ ከምዚ ይብል፣ ኣነ ብጣዕሚ ንእሽቶ ከለኹ ገንዘብ ዘይብለይ ኣብ ትምህርቲ ሕማቕ ውጽኢት የምጽእ። ብዙሕ ግዜ ይተርፍ፣ እታ ምትራፍ ትብል ቃል ናይ ስመይ ክፋል ኰይና ትስምዓኒ ነይራ። ጃክ ፈይል ማ ድሕሪ ግዜ ግን ግዜይ ብግቡእ እንተ ዘይተጠቂመሉ ኵሉ ግዜ ድኻ ኰይነ ከም ዝነብር ተረዲኡኒ። ግዜኻ ኣብ ነብስኻ ምዕባል እንተዘይኣሕሊፍካዮ ኩሉ ግዜ ንኻልእ ሰብ ክትሰርሕ ኢኻ ትነብር። ናጽነት ኣብ ገዛእ ነብስኻ፣ ዕብየት ናይ ነብስኻ፣ ለውጢ ናይ ገዛእ ርእስኻ እንተደሊኻ ግን ግዜኻ ብግቡእ ክትጥቀመሉ ኣለካ። ንሱ ከኣ ግዜኻ ከምቲ ንገንዘብ ተኽብሮ ከተኽብሮ ኣለካ። ገንዘብ እንተጠፊኡ ክተምጽኦ ትኽእል ኢኻ ዝጠፍኣ ግዜ ግን ክምለስ ኣይክእልን። ሕጂ ኣበርቲዕካ ጽዓር ድሕሪ ግዜ ጽቡቅ ጌርካ ከተዕርፍ ኢካ ሕጂ እንተዘይጺዒርካ ግን ድሓር ክትህሰ ኢካ ሓንቲ ሕቶ ክሓተካ ማናጀር ናይ ስራሕካ ሕጂ እንተሰጉግካ ብዘይቲ ስራሕ ክትነብር ትክእል ዶ ኢንስታግራም እንተጠፊኡ ቢዝነስካ ክቅጽል ይክእል ዶ ናይ ዩኒቨርስቲ ዲግርካ ከ እንተ ተወሲዱ ንስካ ብዘይ ብኡ ዋጋ ይህልወካ ዶ እዚኣ እታ ቀንዲ ሕቶ እያ። ቤት ትምህርቲ ወረቐት ሰርቲፊኬት እዩ ዝህበካ፣ ህይወት ግን ብዛዕባ ሰርቲፊኬት ኣይትግደስን እያ፣ እንታይ ደኣ ብዛዕባ ዘለካ ክእለታት ጥራይ። ስለዚ ከመይ ጌርካ ከም ዝሕሰብ እንተፈሊጥካ ኩሉ ግዜ ዋጋ ክህልወካ እዩ። እቲ ጽቡቕ ነገር ከኣ ክእለታት ብናጻ ካብ ዩትዩብ፣ ጎግል፣ ላይብረሪ ወዘተ ክትረኽቦም ትኽእል ኢኻ። እቲ ሓንቲ ነገር ደው ተብለካ ዘላ ግን ኔትፍሊክስ ከምኡ ድማ ምስ ቲክቶክ ዘለካ ዝምድና'ዩ። ግዜ ዝበሃል የብለይን እንዳበልካ ናይ ሞባይል ስክሪን ሰዓት እንዳረኣኻ ንነብስኻ ኣይተቐሽሽ ንስኻ ኣይደኸምካን ዘለኻ። እንታይ ደኣ ትኹረት ኢኻ ኣጒዲልካ ዘለኻ። ኣብ መዓልቲ ሓንቲ ሰዓት ነብስኻ ሓድሽ ነገር ኣብ ምምሃር ኣሕልፋ። ሽዑ ኣብ ሓደ ዓመት ካብ ተስዓን ትሽዓተን ሚእታዊት ኣዕሩኽትኻ ዝበላዕካ ክትከውን ኢኻ። ሓንቲ ነገር ክትርደኣካ ዘለዋ፣ ዓለም ብምዕባለ ንቕድሚት ብጣዕሚ እያ ትውንጨፍ ዘላ። ንኣብነት ኣርተፊሻል ኢንተለጀንስ፣ ብሎክቸይን፣ ሮቦቲክስ፣ ዲጂታል ትራንስፎርመሽን፣ ንስኻ ንነብስኻ እንተዘይዕቢኻ ኣብ ድሕሪት ክትተርፍ ኢኻ ልክዕ ከም ሊፍት ንታሕቲ ትወርድ ዘላ ክትከውን ኢኻ። ኣብ ሓንቲ ደው እንተኢልካ ንድሕሪት ኢኻ ትምለስ እታ ሓንቲ መገዲ ንላዕሊ ትኸደላ ንላዕሊ ምሕዃር ጥራይ እያ። ሓንቲ ደስ ትብለን ኣዘራርባ ኣላ ንሳ ኸኣ ዓወት ብሓንሳብ ኣይኮነን ዝመጽእ እንታይ ደኣ ብናእሽቱ ስቴፕስ መዓልታዊ እትገብሮም እዩ። ኣብ መዓልቲ ሓምሳ መጽሓፍ ዘይኮነ ዓሰርተ ገጽ፣ ሚልዮነር ኣብ ሓንቲ ወርሒ ዘይኮነ ዓሰርተ ዶላር ንመዓልቲ፣ ፍጹም ሰብ ዘይኮንካ ክትከውን ዘለካ ኣብ ስራሕካ ቀጻልነት ዘለካ። ክትዕወት እንተ ደሊኻ፣ ዘሐጕሱ ነገራት ገዲፍካ፣ እቲ ናይ ብሓቂ ዘሰልችወካ ግን ከኣ ዘዕውት ነገር ግበር። ጃክ ማ፣ ኣነ መዓልታዊ ዘሐጕሱ ነገራት እንዳ ገበርኩ ዝተዓወትኩ'ዶ ይመስለካ? ኣይኰንኩን። ዝበዝሐ ዓወታተይ ካብ ብጣዕሚ ዘሰልችዉ ነገራት ከም ኢመይል ምጽሓፍ፣ እንግሊሽ ቃላት ምምሃር፣ ናይ ቢዝነስ መጻሕፍቲ ምንባብን ፕረዘንተሽን ኣብ ቅድሚ መስትያት ምልማድን ብተደጋጋሚ ብምትግባር ብጣዕሚ ኣሰልቻዊ ግን ከኣ ኣገደስቲ ነገራት ይብል። ኣሰልቸውቲ ነገራት ብድስፕሊን ክትገብር ትኽእል እንተኾይንካ ኣብ ህይወትካ ብጣዕሚ ሕጉስ ክትከውን ኢኻ። ህይወትካ ዘሕጉስኻ ነገራት ጥራይ እንዳገበርካ ተታልላ እንተኾይንካ ግን ኣብ መጨረሽታ ህይወትካ ኣሰልቻዊ ክኸውን'ዩ። ገለ ሰባት ኣነ ናይ ንግሆ ሰብ ኣይኮንኩን! ክብሉ ይኽእሉ እዮም። ዓወት ግን ንስኻ ናይ ንግሆ ሰብ ዲኻ ናይ ምሸት ዘገድስ ኣይኮነትን። ዲሲፕሊን ግን የገድስ ኣዩ። ንግሆ ተሲእኻ ብዘይ መደብ፣ ብዘይ ዕላማ፣ ብዘይ ትምህርቲ ንስለ ምህልላው እምበር ትነብር ኣይኮንካን ዘለኻ። ጃክማ ቀጺሉ ከም ዝብል፣ ኣነ ኩሉ ግዜ ንመንእሰያት መመኽነይታ ኣይትግበሩ፣ መመኽነይታኹም ሰዓት ሸሞንተ ዝትስእ እንተኾይኑ ሰዓት ሸውዓተን ፈረቓን ተስኡ እየ ዝብሎም። ትህኪት ሰዓት ትሽዓተ ዝመጸኩም እንተደኣ ኮይኑ ሰዓት ሸሞንተ ከም ዘቋርጽ ግበርዎ፣ ንስኹም ቦስ ናይ ነብስኹም ከም ዝኾንኩም። ኣርእይዎ። ዝሓሸ ህይወት እንተደሊኻ መዓልታዊ ክትቃለስ ኣለካ። ዓወት ዝወሃበካ ዘይኮነ ጽዒርካ ተምጽኦ እዩ። ብጻዕሪ፣ ብልምዲ፣ ብረሃጽ፣ ብቓንዛ እንዳገበርካ ኢኻ ትዕወት። ኣዕሩኽትኻ ብዛዕባ ኢንቨስትመንት ወይ ዝኾነ ሕሜታ ክገብሩ ከለዉ ብዛዕባ ኣገደስቲ ሓሳባት ድዮም ዋላስ የማርሩ? ብዛዕባ ዕቤት ድዮም ዋላስ ብዛዕባ ውድቀት? እታ ዘለኻያ ዓንኬል ህይወት ንዕቤት ዘይትሕግዘካ እንተኾይና እታ ዓንኬል ቤት ማእሰርትኻ'ያ። እቲ ምስጢር ከኣ ኣዕሩኽትኻ ንኺድ ሻሂ ንስተ ክብሉኻ ከለዉ፣ ኣነ ቢዚ'የ ዘለኹ በሎም። ሕጂ ክስሕቑኻ'ዮም፣ ድሕሪ ሓሙሽተ ዓመት ግን ከመይ ገይሩ ዕዉት ኰይኑ ክብሉኻ'ዮም። ዲስፕሊን ልክዕ ከም ጭዋዳ'ያ፣ ምስ ግዜ ኢኻ ትሃንጾ፣ ድሕሪ ግዜ ኸኣ ሓያል ይኸውን። ጃክማ ከምዚ ይብል፣ ኣነ ዓሊባባ ክጅምር ከለኹ መዓልታዊ ዝተባባዕ ዝነበርኩ ዶ ይመስለኩም? በፍጹም! ብጣዕሚ ይፈርሕ፣ ብጣዕሚ ይጭነቕ፣ ይጥፍሽ ነይረ፣ ግን ዲሲፕሊን ነይሩኒ፣ ይትስእ፣ ይሰርሕ፣ ይወድቕ፣ ነዚ ከኣ ይደጋግሞ። ገለ ሰባት ነታ ልክዕ ግዜ ዝጽበ ዘሎ ይብሉኒ፣ እታ ልክዕ ግዜ ግን ሕጂ እያ። ንኽትጅምር ልክዕ ግዜ ዝበሃል የለን፣ እታ መዓልቲ ሎሚ እያ፣ ሎሚ መዓልቲ ክብርቲ እያ፣ ግዜኻ ኣይተባኽን፣ ናይ መጻኢ ህይወትካ ቅረጽ፣ ህይወትካ ድሕሪ ሓሙሽተ ዓመት ካብ ሎሚ ምሉእ ጥዕና፣ ሃብታም፣ ዕዉት ጌርካ ቅረጻ። ኣብ ህይወትካ ምምሃር ከተቋርጽ የብልካን፣ ሎሚ ክትጥፍሽ ትኽእል ኢኻ፣ ነብስኻ ካብ ምዕባይ ግን ኣይተቋርጽ፣ ምኽንያቱ ኣብ ህይወት እቲ ሓደገኛ ነገር ድኽነት ኣይኮነን፣ እንታይ ደኣ ሎምን ትማልን ንነብስኻ ማዕረ ብዘይ ዕቤት ምህላው ዩ። ግዜኻ ኣበይ ኢኻ ክተጥፍኦ? ፊልም ኣብ ምርኣይ፣ ንሂወትካ ታሪኽ ኣብ ምጽሓፍ፣ ስቕ ኢልካ ኣብ ምጥዋቕ፣ ኣብ መጽናዕቲ፣ መመኽኒታ ኣብ ምግባር፣ ዕቤት ኣብ ምምዝጋብ። ንስኻ ማእከላይ ሰብ ክትከውን ኣይኮንካን ተወሊድካ። ንስኻ ዕዳታት ከፊልካ ክትመውት ኣይኮንካን ተፈጢርካ። ንስኻ ክትፈጥር፣ ክትሃንጽ፣ ክትዓቢ፣ ክተነቓቕሕ ኢኻ ተፈጢርካ። እቲ ምርጫ ናባኻ'ዩ። ኣብ መወዳእታ፣ ግዜኻ ኩሉ ግዜ ከም ኣጽዋር፣ ከም መሳርሒ፣ ከም ኣስካላ ተጠቀመሉ። ህይወትካ ምቕያር ወይ ዝበለጸ ሰብ ኣብ ምዃን ግዜኻ ኣጥፍእ። ሞራል ኣብ ዝሰኣንካሉ ግዜ ነዚኣ ዘክር፣ ሎሚ ከባድ እያ፣ ጽባሕ ካብኣ ዝኸበደት። ድሕሪ ጽባሕ ግን ጽብቕቲ መዓልቲ'ያ። ዝበዝሐ ሰብ ጽባሕ'ዩ ዝመውት፣ ኣብ ጽባሕ ኣይትሙት፣ ኣብታ ጽብቕቲ መጻኢት ንበር፣ ብሩህ መጻኢ ይጽብየካ ኣሎ። ዝኸበርኩም ተኸታተልተይ ስለ ምክትታልኩም የመስግን። የቀንየለይ። ቻል ሳብስክራይብ ብምግባር ነታ ናይ ደወል ምልክት ምጥዋቅ ሸር ላይክ እንተጌርኩም መደባትና ኣብ ግዚኡ ክበጽሓኩም እዩ የቀንየለይ። ተዛነ ቲዩብ ዩቲብ ቻነል።